ኣብ ቢተን ኣይገበሮ ሓምሳን ሰለስተን ስሳ ዓመት ካብ ዕድመኦም ንዚ ሃገር ዝሃቡ ሰባት ጫማ ለኪቦም ይኸዱ ኣለዉ ንግደፍ ነውሪ እዩ ነውሪ እዩ ዘርሰና ይዕብይዎ ሕጂ እቲ ቀንዲ ነገር ሰሪሕካ እንተዘይትበልዕ ተኾንካ ስርቂ ከመይ ጌርካ ትምዝምዞ ነቲ ሰብ መዓስ ሰረቕቲ እያ እኮ ዘላ እዙ ጥራሕ እኮ ኣይኮነን መዓስ ሰረቕቲ እያ እኳ ዘላ እዋ ኣንቱም ሰባት መዓስ ሰረቕቲ እያ እኳ ዘላ ሓንቲ ከምኡ ሕጂ ክንብል እንከለና ኤርትራ ብኤርትራውያን ክሲ ክህሉ የስ መሰል እዩ እዚ በቃ ብኮሚኒቲ ኤርትራውያን ናይ ብሓቂ ነቲ ሰብቲ ኮሚኒቲ ናይ ኤርትራን ደጊፍዎ ድዩ ኮሚቲ ናይ ኤርትራውያን ከም ኤርትራዊ ርእይዎ ድዩ? እንተበዲሉ ይኽሰስ ይቕጻዕ ይቕጻዕ ተዘየለ ጻዕዳ ኢንተርቦል ንሰርሕ ኢና ኢንተርቦል ንሰርሕ ኢና ይብሉ ፖሊስ ምስ ፖሊስ ርክብ ኣለና እስኪ ምስ ፖሊስ ናይ በልጂም ይሰርሕ ኢልካ እስኪ ምጻእ ናብዛ ዘለኹዎ ዓዲ ፖሊስ ናይ በልጂም ኢልካ ከምዚ ከምዚ ኢልካ እስኪ ምጻእ ጂዲ ሲቲ ቀንዲ ነገር ባዕልኹም ዘልመድኩሞ እዩ እቶም ኣሕዋትና ህግደፍ ጥንቅቕ ዝበለ ሃገራውነትና ግን ዘባታትን ከይህሉ ክንጥንቀቕ ኣለና እቲ ሃገራውነት ከም ዘረባ ሓሳብ ከተምፅእ ትኽእል ኢኻ እቲ ሓሳብ ምስ መን ይሕሸና ንመይና ተመንጢልና ክንከይድ ኣይንኽእል ኢና ስጉራባብትና ፅምዶ የድልየና እዎ የድልየና እሞ ይ- ዩኒየን ኤሮጳ ንርእየን ኢና ዘለና ኣብ በልጅም ዘላ ቤት ፍርዲ ኣብ ፈረንሳ ዘላ ቤት ፍርዲ ሓንቲ ቤት ፍርዲ እንድያ እንታይ ደ ዘፍሊ ኣለዎ እዩ ሕጂ ዩኒየን ክንከውን እዎ ንኸውን ከም ሳልሳይ ነገር ትረአ ነገር ኣላ እቲ ግርህና ናይ ኤርትራውያን ጽቡቅ ገርካ ትመዝኖ እሞ እቲ ናይ ኤርትራውያን ልውሃት ጽቡቕ ጌርካ ትመዝኖ እሞ ገንዘብ ከም ዝህቡ ርኢኻ ሽዑ ዳሕራይ ከም ኤርትራዊ ኮትካ ከመይ ትግርኛ ከይድካ ከኣ ትልምን ሓንቲ ሰበይትናስ ባንዴራ ናይ ኤርትራ ጌራ ጓል ዓረብ እያ ኣበይ ዓዲ ምዃኑ እንታይፈልጥኒ ባንዴራ ናይ ኤርትራ ሒዛ ስትልምን ባቃ ኣነ ክገርመኩም ባንዴራ ናይ ኤርትራ ሒዛ ስትልምን ዓረብ እያ ፊሊ ነዚ ፊሊ ዲ ገለ ዝበሃል ቆልዓ ስእሊ ናቱ ከዓ ትገብር እያ ብራዎ ሕጂ እቲ ዝገርመኩም ንዓና ተጠቂሞምልና እዮም ባይዘወይ ኩሉ ብፍላይ ኢትዮጵያውያን ኣምሓሩ ዞም ኣምቸታት ሒዞም ተጠቂሞምልና እዮም ብስጋ ኢለ ዝለኩ ዝለ ኣምሓራ እታ ዝበልኩዋ ናይ ዓለም ቦሻዕ እንድያ ዳ መፅያዎ እወ
እወ ብራዎ ዓለም ቦሻዕ ካላትከኻ በቃ ባይ ዘ ወይ እናበለት ትዛረብ ኤርትራውያን ስዕረት ንኤርትራውያን ከምዚ ኢላ ቃላት ትድርቢ ሽዑ ዳሕራይ ቦፎፎፎፎፎ የብሉላ ኤርትራውያን ዝኹሉ እዩ ናይ ኤርትራውያን ጊፍቲ ብታ ዓለም በሻዕ ዝውዕል ብዝኾነ ዳሓንቲ ኤርትራዊ ሕጂ ኤርትራዊ ፎቲ ድዩ ዝህብ ዘሎ ኣነሲ ብንእስነተይ ክዛዝመልኩም ብንእሰነተይ ኣዝየ ቁርጡስ ቆልዓ እየ ነይረ ኣጋጣሚ ዓበ እንዳ ሓጎይሲ ክልቲኦም ተቓጥቓ ስለ ዝኾኑስ እታ እንዳ ገዛና ጠቕላላ ይቀርባን እየ እንዳ ናይ ኣደይን ናይ ኣቦይን ገዛ ይቀርባን እየ ኣብቲ ንእሽቶ ከለኹ ዳሕራይ ምስ ጎበዝኩ የቕሪበ እያ ትርበብ ትርበብ እንዳበልኩ ናብ ንዓባይ እንዳደ ይኸይድ ኣብ ኣገለ ተዘልያ ትርበብ ትርበብ እንዳበልኩ ንዓባይ እንዳደ ይኸይድ ሕጂ ኣብኣ ሰሙን ይገብር ኣብቲኣ ሰሙን ኣብቲኣ ረቐ ክትብል ከዛ እቲኣ ኸይድ ንዓኸየ ዝፈተው ክደዋይ ይብላ ነታ ሓዲ

በቃ ካልእ ካልእ ዘየሎም ዝወደይ ዝወደይ ካ ይብላን በቃ ሓዚለናኒ ገለ ገረና ንኸኸዳ ሕጂ ብባህርያት ናይ ኤርትራውያን ኣካያይዳ ከምዚ ተፈጢሩ ኣሎ እዚ ምንቁልዋጥ ኣውራጃ ኮሎጉዛይ ትብል ገንዘብ ክሰዱልካ ኣቃዕ ተብል ሰራየ ትብል ገንዘብ ክሰዱልካ ሓማሴን ትብል ገንዘብ ክሰዱልካ ኣነ ንዓይ ገንዘብ ኣይትሰዱለ እየ ዝብሎም ኣግሂደ እቲ ቀዳማት ሓቂ ዘረባ ተለጊጸሎም እቲ ቅድም ቅድም ዝነበረ ሽዑ እኳ ገይረሎም እየ ዘይፈለጡ ዶ ጸኒሖም ህጂ ሪኣያ እዛ ናይ ኣፈወርቂ ግርማይ ኣተዓባብያ ከም እንዳ ክልተ እንዳ ኣባሓጎታተይ እታ ኣተዓባብያ ዝያዳ ክሰርሓላ ዝግበኣኒ ኣነ እየ ነይረ ግን ተሰኪፈ ገንዘብ ናይ ግዛ ኮይኑ እምበር ኣደይ መድህን እያ ትበሃል ዘላ ዓባየይ እንዳ ኣደይ ኣደይ ፍቓዱ እያ ትበሃል እንዳ ኣቦይ በቃ ክልቴን ከም ገ ጽቡቕ ገይረን እየን ኣዕብየናኒ ንዓይ ሕጂ ከምዚያት ባህርያት ዘለዎም ሰባት ከ ኣለዉ ናይ ቢዝነስ ነዚኦም እውን ክንፈልጦም ይግባኣና ካብ በዓል ኣፈወርቂ ግርማይ ጀሚርካ ማለት እዩ ኣነ እታ ቅድም ቅድም ኢላ ተጠቒመላ ነይረ እየ ሓል ገንዘብ እትየላ ነይረ እቲኣ ከይተፈለጥኩ ከለኹ ምስ ተፈለጥኩ እየ ዳሕራይ ኩላ ኢዳ ስሒባ እምበረ እምበር ስራየ እንዳበልኩ ኩልጉዛ እንዳበልኩ ሓማሴ እንዳበልኩ ብኣሞይ ከማን እዞም ሓማሴን ገለ መለ ሰብዓን ገለ መለ ኒሮሰ ይደብለይ ነይሮም ሕጂ እዞም ከምዚኦም ዝኣመሰሉ ክንፍለጥ ኣለና ነብሰይ ለኪመ እዛረበኩም ዘለኹ እወ ማለት እዚ እቲ ኳሕ እንተቢልካ ነብስኻ እንዲያ እቲ ሰብ ዘብለካ ዋላ ካልእ ይሃበካ ማለት እዩ ሕጂ ከምዚ ዝኣመሰሉ መንእሰያት ከዓ ተጠርዮም ኣለዉ ንፍለጦም ዘልመድኩሞም ኣይትኽድዎም ፈይ ኣብሉሎም ድሕር ዳኣ ነብሱ ፍርሓት ኣልይኩም ኣይ ደልይ ዝኸውን ኢልኩም ፈይ ኣብሉሎም ሕጂ ናይ ዮናስ ከመ ኣነ ትመስለኒ ዘላ እቶም ሰራየ ህብ ኣብልዎ እዚ ማዕበል ሓውና እኳ ፅቡቕ ቀሲልና ኣሎ ፅቡቕ ይፃወት ኣሎ ግግዲ ፈይ ቦፈፈፍ የብሉሉ ኣለዉ ከምኡ ዝመስል እንድሕር ኣልሚድኩም እቶም ኤርትራውያን ባዕልኹም ፈይ ኣብሉሎም ማለት ሲ ኣፍ ነገረኛ ዕፀ እዩ ኣብኡ ተዓፅዎም ነርኩም ኣብ ክዕፀው ኣለዎ ኣፍ ነገረኛ ዓዲ እዩ ዘጥፍእ ጉሒላ ወዲ ዓዲ ከሎ ዓንቀፃ ይትሕፀ እዩ ባህታትና ሕጂ እዚኣት ከም ዘሎ ፈሊጥና ከዓ ክንጥንቀቕ ኣለና ኣነ እዚ ናይ ናይ ጉዕ ንዓይ ተሰዲድኩምለይ ስእኹል ኢኖ ኣይ ሕማቕ ኣይዛረበኩም ናይ ጉዕ ተሰዲድኩምለይ ሕጂ እዚ ዓዓቑ ትሰብሲ ክሳዕ ክንገብሮ ኣለና ክንፈልጦ ኣለና ሰራቂ ሰራቂ ምፍላጥ ዝበለፀ ህይወት ሃገራውነት ምፅናዕ እዩ ሓንትላ ናይ ዘርሰናይ ነገር ፅብቕቲ ማለት ሰብ ኣቂድሞ ክትምስክረሉ ጽቡቕ እዩ ብዛዕብኡ እንተተላዒሉ ርእስቲ ወይ ክሲ እንተተላዒሉ። ዘርሰናይሲ ከምዚ ቆልዓ ኣብዚ ምሳና ይዕልል ኣሎ። እቲ ዝሓየለ ስነ ጥበባዊ ናይ ሃገርና ኢኻ። ሓንትላ ኣነ ብጣዕሚ ኣካላት ናይ ኣቦይ እንዳ ግበርኩ ዘስተንትነላ ኣርቲስታ ዝኣ ኣሪካ ዲኻ ትብል ነቦይሲ ብጣዕሚ የገልጾ ኣነ ባቃ ጽዒሩ ኣብ ርእሱ ነጸላ ገይሩ ክድንድል ክሓርስ ክጉልጉል ኩሉ ይረኣየኒ ባቃ ደቂ ሓፍተይ ባባይዎ ውን ክሓርስ ግልምል ኩሉ ሲ ይረኣየካ በቃ ትሰዓሉ ስጋብ ሎሚ ከኣ ይጽዕር ኣሎ ሕጂ እዚ ኩላና ንጥቀመሉ ዘርሰና ሕጂ ከምዚ ነርማል ሰብ ንሪኦ እዚ ምሳና እዩ ካብቶም ዝለዓሉ ስነ ጥበባውያን እዩ ብቕንዕና እንድሕር ደኣ ከይድና ዋላ እዚ ናይ ኣዴታትና ደርፎ ነበረ በኣ እሞ እንተሪኢኹሞ ኩሉ በቃ የምሕረሉ ሕጂ ኣብዚ ምሳና ክውዕል ከሎ ከምዚ ሓደ ዘይረብሕ ሰብ ንሪኦ ስነ ጥበባውያን እኳ ኣለዉ ተረዲኡ ዓሰርተ ሽሕ ካብ ህዝቢ እንዳደልዩ ዓሰርተ ንወርሒ ዓሰርተ ሽሕ ደሞዝ ዞም ሰባት እኳ ኣለዉ ስነ ጥበባውያን እና በሃልቲ በቃ ንዕቀት ዘለዎም ኣብ ርእሲ ህዝቢ ኤርትራ በቃ ከምዚ ክስታይ ዘለዎም ከምዚ ጌር ዝዕብለካ መስ ካልኣይ ዘርሰናይ ከም ሰብ መጠንሲ ይሰርሕ በቃ መካኒክ ኮይኑ ይሰርሕ ኣነ እቶ ኣብኡ ኮይኑ ኩሉ እቲ መልሓም እዩ ዓይኑ ቢሉ ትማልሲ ኣነ ብዛ ላይቭ ዒለ ንሱ ሰሪሑ ምሸት ከኣትዮ ሰዓት ሽዱሽተ እዩ ኣብ ስራሕ ውዒሉ ገጹ ተሓጺቡ ገለመለ እዩ ዝመጽእ ዘሎ። ከምዚ ዝገብር ኤርትራዊ ዶ ይርከብ? እዚ ባህርያት እዚ እዚ ባህርያት እዚ ናይ ስራሕ ፍትወት ዘለዎ ንዕቀት ዘይብሉ ስነ ጥበባውያን ኮይኑ ካልእ ዘይገብር ከምዚ ፍሕሽው ኣታ ትብሎ መራሒ እኳ ዘድልየካ በቃ ናይ ብሓቂ ተዋርዶ ዘዋርደካ ሶሻል ኮይኑ ዝዓቢ እኮ ዘድልካ እዚ እኮ ሓቂ ስነጥበባውያን ከም ዘርሰናይ ስም መን ኣሎ ድዩ ግን ይናዕ ትንዕቁዎ ከም ዝኾንኩ ንፈልጥ ኢና ንሱ ግን ኣይኮነን ኣብዚ ኮኒ ክዕርፍ እኳ ምደለየ ካልእ እኳ ክገብር ምደለየ ኣረይረይ ክብል እኮ ምደለየ ግን ምሳና ገለ መደባካ ሶሻል ርእሲ ናይ ዘርሰናይ ዝተሸጠ ሃገራዊ ደርፊ ኣሎ ርእሲ ናይ ዘርሰናይ ዝተሸጠ ናይ ፍቕሪ ደርፊ ኣሎ ነገር ሓቂ ክንዛረብ ተኮይና ንስበቃ ንስ ቆልዑ ንዝተፈላለዩ ጊዜ ኣቲኻ ይዘናግዓና ሕጂ እቲ ባህሪ ናይ ኤርትራውያን እዚ ክኸውን ኣለዎ እዩ ዝብል ከምዚ ናይ ሰብ ሰናይ ግን ዝኣገረ ከዓ ካብ ህዝቢ ከዓ ገንዘብ ዘይምድላይ ናይ ዘርሰናይ ባይታ ተቃውሞ ከሎ የንቀጥቅጣ ነይሩ ህግደፍ ተኾነ ከዓ የንቀጥቅጣ ኣሎ ንሃገሩ ከመይ እንታይ እንታይ ኣብዚ ኢሎም እዮም ሻዕብያ ወይ ከዓ ህግደፍ ኣብ ኤርትራ እትዮም ዘውፅዎ ንዘርሰናይ ንድሕር ኣበርክቶ ዘይብሉ ኮይኑ ሰብ እኮ ንሃገር ይኹን ንመንግስቲ ይኹን እኮ ረራብሕኡ እኮ ኣለዎ ሰብ የርብሓኒ ዝበሃል እኮ ዝሕቆፍ ዘየርብሓካ እኮ ሕቆፍን እዩ ዘየርብሓካ እኮ ኣይሕቆፍን እዩ ሕጂ እቲ መሰረታዊ ኤርትራዊ ሳለሊና ንኽይድ ብፍላይ እዞም ኣምቼታት ኣሕዋትና ሶሪ ኣነ እቶም ጥዑያት ኣምቼ ኣብ ኤርትራ ገበናዊ ሕጊ ዝርኢ ዝነበርኩ ሲቪላዊ ሕጊ ገበናዊ ሕጊ ነይሩ ቁርቁሮ ቀልቀፅ ኣቢሎም ኣትዮም ወርቂ ዝሽየጥ ነይሩ እዩ እዚ ባህርያት እዚ ኣብ ኣስመራ ዝመፀ እዞም ኣሕዋትና ኣምቼ ምስ መፁ እዮም ሶሪ እቶም ጥዑያት ኣምቼ ኣሕዋትና ሶሪ ንኩልኩም ኣይለኪን እዩ ዋላ ንሕና እውን ሰረቕቲ ኣለና ግን ካብዚ ተምሃሩ ካልኣይ ከሚ መዛዘሚ ሕልናዊ ሃገራዊ ሕልና ክህልወካ ኣለዎ ሃገራዊ ኣብ ኣኼባ ድዕ ኢልካ ተኻታዕ ንምዝላል ጥራሕ ኣይንኺድ ዋ ህዝቢ ይብተን ኣሎ ይጠፋእ ኣሎ ይፀንት ኣሎ ህዝቢ ተጠፊኡካ ናይ ሓንቲ ሃገርካ ሃብትኻ ህዝቢ እዩ እዚ እውን ክንዛረብሉ ይግባእ ኣብ ኣኼባ እንድሕር ደኣ ስድራኻ ምሉእ ኣብ ደገ ቀሚጦም ክልተ ጀነሬሽን ተኾይኖም ዓዲ ይጠፍእ ብፍላይ እዞም ገለገለ ኣነ ኩልሻዕ ዝዛረባ ትካል ኣላ ኣብዚ ከባቢና ዓባይ ትካል እያ ብጓኖት ክትተሓዝ ዘይደልያ ሃዞሞ ትበሃል ናይ ሕርሻ መሬት ኣላ ሰላሳ ኪሎ ሜትር ብሰላሳ ኪሎ ሜትር ትሽዓተ ሚእቲ ትርብዒት ኪሎ ሜትር ኣዝዩ ሰፊሕ መሬት ትሽዓተ ሚእቲ ትርብዒት ኪሎ ሜትር ኣዝዩ ዝዩ ዝዩ ገፊሕ መሬት እዩ ካቢ ካቢ ዓዲ ሸዓዲ ዝበሃል ዓዲ ሎሲ ኪድ ክሳብ ጥንኮዋላኻ ታሕቲ ደቡብ ትግራይ ምስ ከድካ ሰላሳ ኪሎ መተር እዩ ተጠወ ንፀሮራ ሰላሳ ኪሎ መተር እዩ ሰላሳ ብሰላሳ ክንደይ ተርብሖ ትሽዓተ ሚእቲ ትርብዒት ኪሎ መተር እዚ መ- እዚ እዚ መሬት እዚ ብካልእ ከይውተሓዝ ን- ንፈርሕ ብካልእ ከይውረስ ንፈርሕ ተረዲኹም ቤትኩም ፍተዉ ዓድኹም ፍተዉ ፅባሕ ንጎ ፈትዮም ኣይኮንኩን ኣብ ኣሜሪካ ፀለምቲ ኣፍሪቃውያን ተባሂሎም ዝነብሩ ዘለዉ ስደት ዘምፅኦ ሳዕቤን እዩ ጸለምቲ ጸለመ ከብሉኻ እዮም ሕጂ እዚ ኣይትጽልውዎ ቆጸራ ህዝቢ ትጽልውዎ ታሴራ ምሃብ ኣይትጽልውዎ ኩሉ ትጽልውዎ ኩላህና ግን ተቃወምትናን ደገፍትናን ተተወሊድናላ ዝዓበና ዓዲ እያ ናሽናሊቲ ዓድና ረጅኩም እዚኣ ሳዋ ክትወርድ ከለኻ ኩሉ ሻዕ ቁርኒ ክትመልእ ከለኻ ናይ ዓድኻ ብዘይ ዓድኻ ይስሕኻን እዩ ከምዚ ዓደው ዝለኩም ነበረ ናይ ትራል ከምኡ ነይሩ እዩ ከምኡ ነይሩ እዩ ከምዚ ብግርሁዝ እዩ ኣቢሉ ዝብልዋ እምበር ኣይትእመንን ኢልካ ንድሕሪ ትስሓብ ያ ኣይትእመንን ኢኻ ተባሂልካ ወላ ኣካየዳኻ ይርእዎ ዋላ ተውልድኻ ይርእዎ ገለ ይርእዎ ኣብ ሓደጋ ከይተእቱ ሰባት ምክንያቱ ሰባት ከይተብል እዚ ነይሩ እዩ ኣካይዳዊ ወረ ዝበሃል ኣሎ። ኣበይ ኣበይ ትዝርግሑት ወረ፣ ኣበይ ትድርብዮት ወረ፣ ህዝቢ ዝጥቀመሉ፣ ሓለፍቲ ዝጥቀምሉ፣ ዝተፈላለዩ ምምሕዳራት ዝጥቀምሉ ወረ እኮ ኣሎ። ኣካይዳዊ ወረ ኣበይ ተዓጽዎ? ልክዕ ከምዚ ስተሽን ረድዮ ኣሎ፣ ከምዚ ናይ ኮነክሽን ከምኡ እኮ ተዓጻጽዎ ኣሎ። ሕጂሲ እዚ ኩሉ እዩ እሞኒ ምስ ዘርሰናይ ኮፍ ኢልና ዘለና ዘርሰናይ ግርሂ ዘርሰናይ ከዓ ሃገሩ ስለ ዝፈቱ እዩ ሕጂ ናይ ጦር ስራሕ ኮይኑዎ ምሽክናይ ጦር ሕጂ እንታይ ይበኩም ነይሩ ዓንተ ብጎረ ኮይኑሲ ባሩድ ዋላ ተመላላሲ ሽቦ ቅትል ከምዚ ይብል ነይሩ እታ ጦር በቃ እታ ጦር ሕጂ እተ ጦር ስለ ዝነበረ እዩ እምበር ካልእ ኣይኮነን የቐኒየለይ ሓኩም ኣፈወርቂ ግርማየ ፈቲና ኣይኮናን ንሲ ኣሕዋትና ጠጠው ንብል ትማሊ ስመውኒካ ጠጠው ኢልና ሎሚ ንሲ ዘርሰናይ ጠጠው ኢልና ከምኡ ዘርሰናይ ኣጥፊእና እንተኣቲና ከተኣማምነና ኣይክእልን እዩ ንሞኒካ ተጥፊእና ከተኣማምነና ኣይክእልን እዩ ዝኾነ ይዕበይናስ ንድሪስ ተጥፊእናዮ ከተኣማምነና ኣይክእልን እዩ ምስ ኣሕዋትና ድግደፍን ተቃወምትንሲ ማዕረ ኮይና ንኺድ እቶም ተቓወምቲ ድላዮም ክዛረቡ ጽቡቕ እዩ፣ እቶም ደገፍቲ ከኣ ክዛረቡ ከለዉ እዚ ከመይ ገይሩ ወጺኡ እዩ፣ እዚ እኳ ንሶም እዚ ይጥቀሙልና ኣለዉ፣ በዚ ይብሉና እንዳበልኩም ንሶም ከኣ እቲ ወረታት ከኣ ክትዓስዎ ፈትኑ፣ ምኽንያቱ ሎሚ ዓይኒ ህዝቢ ዓይኒ ዓራት እዩ። በቃ ከምኡ ዝግበሩ የቐንየለይ ብዙሕ ዘረባ ኣቢለ ወል ኣፌ ሕጂ እንታይ ክንብል ንደሊ ኢምባሲ ከድካ ወረቀት ዝከልኣካ የለን ኢምባሲ ከድካ ፓስፖርቲ ዝከልኣካ የለን ኢምባሲ ከድካ ኤርትራዊ ምኳንካ ዝከልከለካ የለን ኢምባስታት ኮፍ ኢለን ሰበን ይጽበያ ኣለዋ ኣነ ናይ ካልእ እኳ ኣይፈልጥን ስዊዘርላንድ ስጋብ ሰዓት ሸውዓተ ሸውዓተን ፈረቃን ሸሞንተ ይሰርሑ ሰብ በዚሕዎም እቲ ስሩዕ ሰራሕተኛ መንግስታዊ ሰራሕተኛ ሰዓት ትሽዓተ ይኣቱ ሰዓት ኣርባዕተ ሰዓት ሓሙሽተ ይፍደስ እዚኦም ግን ስጋብ ሰዓት ሸውዓተን ፈረቓን ሸሞንተ ዝጸንሑሉ ኣለዎም ኣነ ብኣካል ከይደ ዝረኣኹዎ እዩ እቲ ኮሮድዮ ናይቲ ኤምባሲ ቆልዓ ሰበይቲ ዛሕ ኢልካ ኢኻ ትውዕል ከምዚ ኣብ ሰማንያታት እተን ኣብ ቴስዓ ገጹ ሰብ ካብ ደብዳብ ነፋሪት ሃዲሙ ኣብ ሓደ በዓቲ ዛሕ ኢሉ ዝውዕል ልክዕ ከምኡ እዩ ዝመስል ኤምባስኻ ኺድ ኤርትራውነትካ ዝኽልክለካ ኤምባሲ የለን ታሴራ ዝኸልኣካ የለን ታሴራ ኣውጽኡ ተባሂሉ ንግሆን ምሸትን ይስበኽ ኣሎ ትታ ናይ ቀደም ታሴራ ዝነበረ ተቐይሩ ብሓድሽ ታሴራ ዲጂታል ታሴራ ይስራሕ ኣሎ ኩሉ ሰብ ሒዙ ኩሉ ሰብ ሒዙ ኣሎ ሓዝ ሓዝ ዝሓተካ ከኣ ውፉይ ሓቲቱካ ካብ ሰልዲ ከተውጽእ ዘብዘብ ትብል መባኣሲ ሰብ ሓቲቱካ ሰብ ክተውጽእ ካብ ትገብር ሰልጠነ ሓቲቱካ ካየ ንክንድዚ ወፈያ ካብ ትብል ዕስራ ቅርሺ እያ ነታ ሴራ ሰብዓ ቅርሺ እያ ትራንስፖርትካ ሕውስ ቢልካ ሚእትን ሓምሳን ክልተ ሚእትን ምስ ትራንስፖርትካ ኣጥፊእካ መጺኻ ታሴራ ትገብር ስለዚ እንታይ እዩ ግን ከይትሰምዕ ደሃይ መንግስትኻ ከይትሰምዕ ኣንጻር ወተሃደር ኢትዮጵያ እናተገደብናሲ ረድዮ ኢትዮጵያ ከይትሰምዑ ኣይተባሃልናን ንሕና ኣብ ድፋዕ ለይትን ቀትርን ኮፍ ኢልና ኣንጻር ወተሃደር ወያነ እናተዋጋእና ከለና ረድዮ ወያነ ከይትሰምዑ ኣይተባሃልናን ንስኻ ግን ኤርትራዊ ክነስኻ ድምጺ ኤርትራ ከይትሰምዕ እእዛንካ ይለኩኻ ኣሎ ሽዑ ኣንወ ናይ ታሴራ ጉዳይ ኣእኪልና ኣለና እንተኢሉ እኳ እንታይ ክትገብር ድያ ንዓድኻ ናይ ምእታው ጠጠው ኣቢልና እንተኢልኳ ታይ ክትገብር ኢኻ? ሕጂ እንታይ ትገብር? ዓድኻ እቶ ኤምባሲ ኤርትራ እዩ ዝበሃል እምበር ኤምባሲ ናይ ካልእ ሃገር ኣይበሃልን። ኤምባስኻ እተዎ ሃገር ኣለ ኣይትፈልጦን ኢኻ ሃገር ኣለካ እንታይ መስል ኤምባስኻ እኳ ዘይትፈልጥ ክትስሊ እኳ ዘይትኽእል ኣቲኻ ርእዮም። ዓድኻ ፍለጥ ብትብዓት ኪድ እቲ ኢምባሲሲ ኣቲኻ ረእዮ እንታይ ይመስሉ እቶም ሰብ እቶም ሰብ ዋላ ኣይትፈልጦምን ኢኻ ሎቕመጽመጽ ጊደፍ ሎቕመጽመጽ ጊደፍ ምሉቕማፅ ክትሉቕምፅ ዓዲ ዓሰርተ ይትእቶ ኣብ ሬስቶራንት እንዳ ትግራይ ኣበየላ እንዳ ኢትዮጵያ ኣበየላ ይትበል እንዳ ኤርትራውያን ሬስቶራንት ኣበየሎ በል መሊኡ ለካ ኣብ ነብሲ ወከፍ ከተማ ሬስቶራንት ናይ ኤርትራውያን ኣሎ እንታይ ትገብር ግን እንዳ ኢትዮጵያ ሬስቶራንት በ እዩ እንዳ ገለ ትብል ክትክልብ እኮ ኢኻ ኣብኡ ከድካ ክትክልብ ክትክልብን ተሓቢእኻ ክትበልዕን እቲ ናይ ዓድኻ ፈንፊንካ እዩ ዓድኻ እንተፈንፊንካ ከዓ ዓዲ ወለዶታት ይትክእዎ እዮም ንስኻ ዘለኻ ኢኻ ክትጠፍእ ዓድኻ ተተኸል ዝተተኽለ ዓድኻ ተመሊስካ እስኻ ተተኸለሉ ንዓድኻ ፍተው ኢትዮጵያውያን ኤምባሲ ወያነ እዩ ኤምባሲ ብልፅግና ኢሎም ኣይፍንፍንዎን እዮም ኤምባሲ ዓዶም የኽብሩ እዮም ከም ኢትዮጵያውያን ዝዋጋእ ኣሎ ነንሕድሕዱ ዝቃተል ኣሎ ከም ኢትዮጵያውያን ውግ ሕድሕድ ዘለዎ ኣሎ ከም ሱዳናውያን ውግ ሕድሕድ ዘለዎ ኣሎ ኤምባሲ ሱዳን እዩ ዝበሃል ዋላ እቶም ናይ ሓምዳን ዳጋሎ ደገፍቲ ኣብ ኤምባሲ ሱዳን እዮም ዝኸዱ። ዋላ እቶም ትግረዎት ናይ ኣንጻር ብልጽግና ጠጠው ኢሎም ዘለዉ ኤምባሲ ኢትዮጵያ እዮም ዝኸዱ። ምክንያቱ ሽግሮም ኣብ ኢትዮጵያ ስጋብ ዝሃለዉ ብኢትዮጵያ እያ ትፍታሕ። ንስኻ ኤርትራዊ ግን ኤምባሲ ህግደፍ ኢልካ ተኣብዮ ጠንጥኖ መን ጎድሎ እንታይ ክትገብር ትኽእል ብክሳድካ ንሳሕነቕካ ትኣቱ ሬሳ ምትሞ ሰብ ጣንዱቕ ንዓድና ክንሰደደና ኢልካ ትኣቱ ሕጂ ከምዚ ግበር ታሴራካ ከተውጽእ ናብ ኤምባስካ ኪድ ኣይትፍራህ ኣነ ከምዚ ኢለ ከምዚ ኢለ ነይረ ታሴራ ይደልየ ከምዚ ኢለ በል ታሴራካ ሓዝ ታሴራ ከይትሕዝ በዓል ሰልጠነ ታሴራ ናይ ኢትዮጵያ ሒዞም እዮም ፓስፖርት ናይ ኢትዮጵያ ኣለዎም በዓል ኪሮስ ፓስፖርት ናይ ኢትዮጵያ ኣለዎም ኩሎም በዓል ውፉይ ፓስፖርት ናይ ኢትዮጵያ ኣለዎም ኣይሪእኻን እዮም ንዓኻ ግን ኩሎም ናይ ኢትዮጵያ ኣለዎም ፓስፖርቲ ባርያ ዘይወግሕ መሲልዋ ኣብ ቦኽራ ትሓርቕ ዘይወግሕ መሲልዎም ብኡ ይንቀሳቐሱ ኣለዉ ፅባሕ ኣይተድሕንም እኒያሳ ንኢትዮጵያ እዮም ዝገሽላ እምበር ንኤርትራ ዘድልየሉ ሰዓት እዚኣ ሕሰብላ ታሴራኹም ሓዙ ኤርትራውያን ኩኑ ምስ ሓዱሽ ኣዋጅ ምስ ሓዱሽ መግለጺ ምስቲ መንግስቲ ውጹ ንስኩም ኣይኮንኩምን ሲ ተጋደልቲ ብሳሕል ከለዉ ሲ መንግስቱ እንታይ ኣውጁ እንታይ መስከረም እሞ ሓደ መስከረም እዩ ኢትዮጵያ እንታይ ተዛሪባ ኢሎም ጽን ይብሉ ነይሮም ንስኹም ኣይኮነን ድስቲ ኩስኩስ ምኽደን ድስቲ ዘይብልኩም ሲ እቲ ስጋብ ዓንቀሩ ዝዓጠቐ ተጋዳላይስ ዝኸርፋፍ መንጉስ እንታይ ኣውጅ ሓደ መስከረም ኢሎሚ የኣብዮት በዓሊል ይፍክር ኣሎ እንታይ እዩ ክብል ተባሂሎም ሲረድዮ ጽን እብሉ። ኣብ ሳሕል ኮይኖም ክብ ኣብቲ ኣብቲ እምባ ደንደን ኮይኖም ኣብ ናይ ሓምሳ ሜትሮ ኣብ ናይ ሚእቲ ሜትሮ ምስ ጸላኡ ከለዉ ኣንቴንኦም መዚዞም ረድዮ ይሰምዑ። ንስኻ ከኣ ህግደፌ ክትብል ኣይትውዓል ትገብሮ ዘይብልካ መልቀሲ ኣብ መጨረሻ ብመልቀስ ትዛዝሞ ኣይተልቅስ ዓድኻ እቶ ሃገራዊ ታሴራኻ ሓዝ ኤርትራዊ ታሴራኻ ሓዝ ኤርትራዊ ኢኻ። ናይ ካልእ ኣይትሕዝን ኢኻ ኣንታ ለማኒ መንነት ተባሂልካ ገጽካ ተጸፊዕካ ኢኻ ትስጎግ ስጉግ ጥርጡር ጥርጡር ወይ ጥርጡር ለማኒ መንነት ተባሂሎም በዓል በዓል ወርቃዊ መንነት ከለኻ ለማኒ መንነት ኢልካ ኣይትሰጎግ መንነትካ ሒዝካ ምስ ትግራይ ተፋቕር ተዋሰብ ከም ድላይካ መንነትካ ሒዝካ ኪድ ምስ ደስ ዘለካ ድላይካ ግበር ድላይካ ግበር ንቕድም ግን ወርቃዊ መንነትካ ብወርቃዊ ደም ዝመፀ ጭቡጥ ጡብ ጁባኻ ሓዞ ካብ ላፕቶብ ዘይብላ ሳንጣ ሒዝካ ትኸይድ ደም ኣያታትካ ዘለዋ ታሴራ ኣብ ጁባኻ ሒዝካ ኣነ ብመስዋእተይ ዝኸብር ጅግና ኤረን ኣነ ብመስዋእተይ ብቕልፅመይ መንነተይ ዘራጋገፅኩ ታሴራ ኤርትራዊ መንነተይ ዝሓዝኩ ኢልካ ኩራዕ ብደምካ እተሰርሐ እዩ ብደም ኣቦታትካ እተሰርሐ እዩ ኣብዘይ ንቓሕ ጠፋእ ኣለና ንጠፋእ ኣለና ንጠፋእ ኣለና እዩ ዝበል ከይትጠፍእ ባዕልኻ ተመለስ መን ላምባዲና ብርሂ ክደልየካ መን ላምባዲና ብርሂ ዝረኣየ ዓይኒ ብርህ እንዳለ ክደልየካ ንሃገር ትዘሎ እዩ ዝሕልዋ ገዲፍዋ ንዝኸደ ዝደልየ ይብልን ሕጊ ዓለም እዩ ከምኡ እዩ ሕጊ እዩ ከድካ ሂድ ዘሎ ይሕዛ እንግደልየካ ንዓኻ ኣነጎ የድልየኒ ኢልካ ምስ ተመለስካ ከዓ ዓድኻ እየ ትምለስ መን ክኽልክለካ እዚኣ ስለ ንብለካ ሕጂ ወሰደልና ክወስዶም እዩ ክመልሶም እዩ ኣብዚኣ መተዓረግቲ ከይኮኑና ኣብዚኣ ካብ ፈንዳሰተና ጤኒም መባህልቲ ከይኮኑና ዓርባይቱ ነስ ወፂና ኣብዚኣ መቐንዘዊ ከይኮኑና ዝወደይ ዝደቀይ እናበልና መማእከል ኣዳራሽ ክኾኑና መሳቲት እውን ዕቁብ ናይ ቡን ክኾኑና ኢሎም ውድባዊ ውፅኦም ሕዝኻ ኣለዉ መን እኒ በዓል ኮኮናትን ኾኮናት ዝመስሉን ከኣ ውድብ ከቑሙ እዮም ሕጂ። ስለምንታይ ከምኡ እያ ትገብር። ኩሉ ግዜ የትንትነልኩም እየ። ናይ ወዲ ባካሮ ማጻጻኣ ከምኡ እዩ። ረድኢ መሓሪ ምጽእ ምስ በለ ግንባር ዓደቦ ፈጢሩ ጠፊኡ ሒዝዋ ከይዱ። ቀዳማይ ምስኡ እተኸተበ ኦባማ ዝበሃል እዩ እዚ ኣብ ባዝል ስዊዘርላንድ ዘሎ። ቀዳማይ ግንባር ዓደቦ ኢሉ ሽዑ ብዙሕ ተዘሪቡ። ወዲ ባካሮ ምስ መጸ ይኣክል ኢሉ ገይሩ። መስፍን ሓጎስ ምስ መፀ ዲፒ ዲፒ ኢሉ ገይሩ ኩሎም ክንነግረኩም ተስፋፅዮን ምስ መፀ ኣግኣዝያን ኢሉ ሰሪሑ ድራር ምስ መፀ ብሽመልባ ገይሩ ኣኮሎጉዛ ኢሉ ሰሪሑ ኣይ ኣኮሎጉዛይ ክሰርሕ ኣይ ኣብ ኣኮሎጉዛይ ክኣቱ ኣይ ወዲ ኣኮሎጉዛይ ክኸውን መጨረሻ ከምዛ ዝሰማዕኩማ ወየ ወየ ኢሉ ናበይ ትኸይድ ክንደይ ከነምፃልኩም ምልዮም መን መን ከነምፃልኩም ትደልዩ ክስቶ በሉና ናቱ ክንህበኩም እቲ ሓደ ይመፅእ ብሳሕል ከምዚ በለ ከምዚ በለ ይብል ከይሲ ዶ ከይሲ ዝብልዎ መፅእ ኣብ ሳሕል ከምዚ ገርና ከምዚ ይገብር ነርና ከምዚ ገይርዎ ንክስቶ ክስቶ ከምዚ ፅንፅዋ ይዕሉ ከምኡ ይገብሩ እንተነይሮም ሲ ሓዊ ዓይነ ካላሽን ዓጢቕካስ እንታይ ዲኻ ትገብር ነርካ ኢሉ ዝሓቶ ግን የለን ሓዊ ዓይኒ ካላሽን ሒዝካሲ ሳላሳን ሓደን ኣስናን ካላሽን ሒዝካሲ ከምቱ ተዕልና ዘለካ ክጋበሩ ከለውሲ እንታይ ዲካ ትገብር ኔርካ ይግበር ኔሩ እንተኮይኑ እቲ ሓሳዊ ሕጂ ኩርሲ ከፊልካ እንታይ ትብለና ኣለካ ኢሉ ዝሓትትን ዘጨንቅን የለን እቲ ሓደ መጽእ ጸፊዐዮ ሃሪመዮ ክብለካ መጽእ ድሓር እሂ ኢልካ እንተሓተትካዮ ድሕሪ ክንደይ ምስ ጎጻጎጽናዮ ንሕና ኣነ ደኣ ክትደፍር ኢለካ ሙሽሙሽ ኮንካ ምበር ኣነ ደኣ ከመይ ኢለ ከምኡ ዝገብር ኣይገበርኩን ካብ ኢለካ ቻው እቲ ሓደ መጽእ ኣግራብ ክተክል ኢሉ ከይዱ ውድብ ተኺለ ኣለኹ ይብለካ ጽባሕ ንግሆ ምስ ጎጽጎጽካዮ ከኣ ኣንዳ ዘይተረብሕ ርእየካ እምበር እንታይ ኮንኩ እንታይ ገረቡ ክተክል ደልየ ይብለካ ይብለካ ኣሎ ከኣ እንቋዕ በላዕክዎ ሰልድኹም ብካ ሚእቲ ሽሕ ሓደ ሚልዮን ኮይኑለይ ለቕሚጸዮ ኣለኹ ወብለካ ከኣ ኣሎ ይብለካ ኣሎ እዝንኻ ኮት እዝንኻ ገርዛም ኮይኑ እምበር ገርዘምዘም ገዲፍካ ሕጂ ኤርትራዊ ትኩኒ ተኸፊሉኩ እዩ ዋጋ ተደፊኦም እልጊኦም ጀጋኑ እስኮጆኦም ሒዞም ሓጸልጸል ኢሎም ጻምኦም ኣይረኸቡን ገና ከርተት ይብልልኩ ኣለዉ ኣብ ግዜ ቁሪ መድሃን ንቐንዚ ፈውሲ ቃንዛ መድሃኒት በሊዖም ይድቅስልኩ ኣለዉ ተኸፊሎም እልጊኦም ንስኺ ሃዝረጥ ሃዝረጥ ክትብሊ ኣኽብድኺ ነዃላት ናይ ቁልፍኺ መዓልቲ መዓልቲ እንዳወሰኺ ከም ዓወት ሻውሽ ትዝርጥጥለኺ ዘይሕረስ ጥንሲ ሒዝኪ ንሶም ግን መዓንጥኦም ሸጥ ኢላ ከምዚኣ ዕታሮ ጽብቕቲ ቅርጻ ጓል ይመስሉ እዮም ዝኸዱ ነይሮም። ንስኺ ከብድኺ እንዳሰፍሐ ይኸይድ ኣሎ፣ እንዳሰፍሐ፣ እንዳሰፍሐ፣ ሄክታር መስል ከብዲ ሒዝኪ ከም ዓወት ሻውሽ ዘፍጠጥጠጥ ኣይትበሊ። ኣብ ከብዲ ከኣ ኣብ ጨጎራ ከኣ እኽሊ እምበር ትብዓት የለን። ዛንጡይ መዓንጡይኪ ኣስፊሕኪ ሃብሎቕሎቕ ግደፊ፣ ሰብ ኩኒ፣ ከም ኣቦታትኪ ኩኒ። ካልእ ከይተዛርብና ኣንቲ ቆርጫጭ ስነ ሓሳብ። ቆርጫጭ ዔላማ ካልእ ከይተዛርቢ ሰጥ ኢልክን ሃገርክን ኣክቢርኩም ትከዱ እቶም መንእሰያት ብፍላይ ሃገርኩም ኣክቢርኩም ኣነ ዚን ዚን ሓሳብ ኣለኒ ኣነ ብከምዚ ከብዚ ኣጋባብ ክከይድ እየ እንተበልክን ጽቡቅ ታሴራ ክንሓዛ ኤምባሲ ኤርትራ ካብ ሰኑይ ስጋብ ዓርቢ ክፉት እዩ ሕጂ እኮ ኣቋሪጾም መንበር ቀዳም ቀዳም ከኣ ጀሚርና ኢሎም ነይሮም ኣብቲ ፈለማ ኩላ ገገዲፋኩም ከኣ ብምሉቅ ትኣቱላ ኩላ ኩላ ረኢኹሞም በዓል ደሳለ መን እዩ ዝበሃል ደሳለ ጋእዝያን ናይ ኣቦታቱ ሚኒታር ገይሩ ኣብ ባንዴራ ኣቦታቱ ጠጠው ኢሉ ክስኣል ዶ ሪኢኹሞ ባንዴራ ሚኒታር ኣቦታቱ ይገደፈን። ምን እታ ሩቦታትና ኣይገደፈን እቲ ካልእ ዝብሎ ንድጉፎ ማሌት ኣይኮነን ኣብቲ ሃገር ምስ ኮነት ግን ካልእ ከም ካልኡ ልሕቲታት ድሓን ከይነን ወሓልኩም ወይ ወዲ ዕቋር ወይ መድህነይ ናብ ሓዲኹም እስኪ ኣንውሕናልኩም ዘረባ ኣነ ደሓን ንእሽተይ ክዛረብ እየ ኩላኹም መወዳእታ ከመይ እያ ክትከውን መወዳእታ ከመይ እያ ክትከውን ፅን ኢልኩም እስከ ስምዑኒ ስዮማይ እንድያ ትብል ከመይ ክትከውን እያ መሲልኩም ኮኮናት ደይሎምኻ ሰራቂ እየ እስከ በል ደውለሉ ንሰልጠነ

ኮኮናት ኢሎሙኻ ሰራቂ እስከ በል ደውለሉ ንሰልጠነ ኣቴኻያ ኢሎሙኻ ቤት ማሕቡሰ ሕጂ ደኣ ጎምጻጽሮ ትወሓሰ ካኣ ንቕይራ ንሕና መድህና ባኽስኪ እዎ ከዛርቡና እኒኦም ለይቲ ምድሪ ከዓ ሕጂ ዕልል ዶ ክንብል እሞ ዕልል ኣነ ምስ ደርፍኻ ዕልል ትኸይድ እያ እኮ እልልታ ፍቅሪ ድያ ብዝኾነ ሰላም እስከ ንኩልኹም ደቂ ኤረይ ላዕሊ ዘለኹም ታሕቲ ዘለኹም ብምሉእኩም መርሓባ ብዝኾነ ኣነ እኳ ቅንዲ ኣብቲኣ ታሽሙ ፀቂጠ ክዛረብ ደልየ ኣብዚ ናይ ኮኳናት ድሓን ኩሉ ዛረበሉ ኣሎ ዛሪብና ኣሎ ብዓቕምና እውን ተዓቕምና ኣቢልና ኣለና ግን ኣብዚኣ ናይ እዚኣ መንነት ትብል ግን ኣብዛ ናይ መንነትካ ምውፃእ ማለት ሲ ኩሉ መንእሰይ ተደናጊሩ ዘሎ ኣብ ሃገሩ ክምለስ ከም ዘለዎ እዚ ጎስጓስና ኣነ ሓቂ ዘረባ ካብ ቀደም ኣትሒዘ እዚኣ ናተይ እታ ሽሙ እያ ማለት እዩ። ኣነ ኣብዚኣ ክመፅእ ከለኹ ንዝተጋገየ መንእሰይ ወላ ባዕልና ኣጋጊናዮ ወላ ባዕሎም ተጋግዮም ብዘየገድስ ብፍላይ ንኣሽቱ እዞም መንእሰያት ማለት እዩ ትሒቲ ሰላሳ ዘለዉ እ፣ ብጣዕሚ እ፣ ኣብ ክሓስብሉ ከም ዘለዎ እ፣ ኣነ ከብል ዝደሊ ክተሓሳስብ ዝደሊ ማለት እዩ። ድሓር እዚ ናይ መንነት ከዓ ሎሚ እንተደሒስካዮ ፅባሕ ንግሆ ትፈልጡ ድኹም ኣብ ሱዳን እዚኦም ተኻሪር ተኻሪር ዝበሃሉ ከም ተሳለ ገለመለ ድሸጣ ምሻሏ ተኻሪር እዚኦም ካብ ቻት ገለመለ ቀደም ዝተሰደዱ እተዉ ተባሂሎም ዓድኹም ተመለሱ ተባሂሎም ዝኣበዩ ማለት ግዜ ዝወሰዱ ወላ እውን እቲ ንዕኦም ዘድልዮም ግበሩ ተባሂሎም ዘይገበሩ ኣብኡ ዝተረፉ እዮም በቃ ተወዲኡ ግዜ ኣይትኣትውንኩም ዝተባሃሉ እዮም ስለዚ ናህና ከዓ ሎሚ ከዓ ኣውፅኡ በሃል ኣሎ እዚ ነበረ መንነት ብብዙሕ ተሰሪቑ ስለ ዝኾነ ብዙሓት ሰሪቆሞ በዚ ትግራይ ክወፁ ድዮም ገለ ብኡ ብዙሕ ተወሲዱ ስለ ዝኾነ ዳስዋ እዩ ዝቕየር ዘሎ ምክንያቱ ክፃረ ስለ ዘሎ መን እቲ ኤርትራዊ ክፃረ ስለ ዘለዎ ናይ ሸቐጥ ኮይኑ ናይ ስርቂ ስለ ዝኾነ ስለ ዝተገበረ ስለ ዝተሸጠ ስለ ዝተወሰደ ማለት እዩ እዚ ኩልኹም ትፈልጦኹም ብትግራይ ድመፀ ኣብ መዓስከር እናቱ ኣይዲ ዝሕደግ መንነቱ እዩ ዝሕደግ ኩሎም ደቂ ኣሕዋትና ተሓዲጎም እዮም ኣብኡ ስለዚ ከምኡ ስለ ዝኾነ እዚ ናይ ግድን ሕጂ ክትገብሩ ኣለኩም ሙሉእዎ ዝወስደልኩም ነገር የብሉን ንዓድኻሲ እንታይ እዩ ዓደይ ዝበለ ንምንታይ ይፅላእ ዓደይ ዝበለ ስድራይ ዝበለ ህዝበይ ዝበለሲ ንምንታይ እዩ ዝፅላእ? ንምንታይ ዋ ንምንታይ ድኹም ትቃለሱ ዘለኹም? ምሽ ህዝብና ምእንቲ ህዝብና ዶ ምእንቲ ፍትሒ ዶ ምእንቲ ገለኹም ምሽ ትብሉ? ስለዚ ፍትሓውያን ኮኑ፣ ፍትሒ ፍትሓውያን ኮኑ እሞ ንባዕልኹም ድሓር ናይ ካልእ ሰብ ከዓ ፍትሒ ክንደልዩ ማለት እዩ። ስለዚ ነታ ንነብስና ፍትሒ ንድለየላ። ፍታ ፍታሕ ከዓ እንታይ እያ? ኮፍ ኢልካ ምስ ህዝብኻ ይህን ምሂን ምባል ምፅራፍ ዘይኮነ ሕብረተሰብ ምውራድ ዘይኮነ ሕብረተሰብ ምፅራፍ ማለት ጌጋ እዩ። ስለዚ ምስ ህዝብና እሂን ምሂን ኢልና እቲ ዘድልየና ንዓና ዓድና ክእትወና ዝኽእል ፅባሕ ንግሆ ኣብ ስደት ኣይንነብርን ኢና። እዚ ስደት ግዝያዊ እዩ። እዚ ገዛና ኣይኮነን። እንድሕር ደስ ዘይልዎም ጓሕጒሖም ኪዱ ዓድኹም ክብሉና እዮም። ተጀሚራ እኮ ነይራ ዋላ ኣብዚ ኣሜሪካ እኮ ተጀሚራ እያ። ክንደይ ሰብ እኮ ተባሳቢሳ ክንደይ ዓመታት ዝገበሩ ኣቦሓጎታቶም ዝመፁ ከማን ደቂ ዓዲ ኣይኮንኩን ተባሂሎም ዝተሰጎጉ መሊኦም እዮም ካብ ስርሖም ተመንጢሎም። ኣይኮነን ወረቐት ዘይብሉ ማለት እዩ ወላ እቲ ንሕና እ፣ ዜግነት ኣለና ኢልና እ፣ ክስታይ እንተገበርና ወላ እቲ ዜግነትና ከማን ክንምንጠል ንኽእል ኢና ኣብ ዝሃለና ሃሊና ማለት እዩ ስለዚ ዓድኻ ስለ ዝኾነ ትሕመቕ ትፀብቕ ዓድኻ እያ ክብረትካ ስለዚ እቲ ኣብ ነንሕድሕድና ዘረባታት ገዲፍና ሕማቕ ዝኾነ ትምኒት ሕማቕ ዝኾነ እ፣ ምፅርራፍቲ ምውርራድ ገዲፍና ተኸባቢርና ፕሊስ ኣነ እዚኣ እያ ክብል ዝደሊ ተኸባቢርና ብክብሪ ይህን ምሂን እንተበልና ፅቡቅ እዩ ዓድና ከዓ ከም ንምለስ ስድራና ክንርኢ ንደልን ኣቦና ኣዴና ኣብ ዓለም ከለዉ ክንሪኦም ኣይንደልን መስዋእቲ እኮ ክንከፍል ኣለና ወላ እውን እንድሕሪ ንነዊሕ ግዜ ትቃወም ነርካ ሲ ኣቦይን ኣደይን ከይሞቱ ስድራይ ክርኢ ኢልካ ከማን መስዋእትን ስድራካ እኮ ይኽፈል እዩ ኩሉ ግድፍ ኣቢልካ ሲ ስድራኻ ዘይትርኢ ዓድኻ ዘይትኸይድ ንምንታይ ብናፍቖት ትመውት? እታ ሃገር ናይ ኩልኻ እያ። ኣብዚኣ ኮንካ ተዋዖም፣ ኣብቲኣ ኮንካ ደግፍ። ኣክቹሊ ሓለውታ ኣለዋ ኣብቲ ሃገር ዘሎ ይሕልዋ ኣለዉ፣ ይፅዕሩላ ኣለዉ፣ ክዳኖም ከይቀየሩ ከብዶም ከይፀገቡ ኣብቲ ሃገር ኣለዉ። ስለዚ እዞም ተሰዲድና ዘለና ካብ ዝተፈላለየ ሃገራት ዘለና ከዓ እንታይ ኢና ክንገብር ዘለና ሲ ክንፈልጥ ኣለና። ኣብዚ ኮንካ ናይ ዝገዓርካ ኣይኮነን ኣብዚ ኮንካ ንዓመታት ንዝገዓርካ ኣይኮነን እሞ ፕሊስ ልቦና ንግበር ማለት እየ። ኩሉ ገዲፍና ልቦና ጌርና ሲ ህዝብና ንጠምት፣ ዓድና ንጠምት፣ ስድራና ንርኤ ንርኤ ስድራና ንርኤ ኣዴና ኣቦና ቀዳምነት ስድራና እቶም ዝወለዱና ብናፍቖት ሕቕቕ ኢሎም ከለዉ ንሕና ኣብዚ ሃለውለው ክንብል ንገብሮ ዘይብልና ኣብዚኣ ኮንካ ዝተምፅኣ ፍታሕ ኣላ ድያ የላን ሓቂ ተልዩካ ኣብኣ መፂኻ ኣብታ ባይታ ወሪድካ ኣብኣ ኮንካ ካ ፍታሕ ክተምፅእ ትኽእል ወይ ድማ ይህን ምሂን ኢልካ ምስ ህዝብኻ ኻ እቲ ፍታሕ ክተምፅኦ ትኽእሉ እሞ ኣነ እዚኣ ክብል ዝደሊ ብፍላይ መንእሰይ ፕሊስ በጃኻትኩም ንዓኹም ክሕሸኩም ኩላህና እኮ ርኢናዮ ጥዒምናዮ ኢና እቲ ተቓውሞ ዝበሃል ርኢናዮ ኢና ኤንወይ ተቋማራይ እምበር ተቓዋማይ ከም ዘየሎ ጽቡቕ ጌርና ርኢናዮ ኢና ዳስ ዋይ ኢና ከኣኒ ኦይ እዚኦምሲ መተኣርግቲ እዮም ኣብዚኣ መተኣርግቲ ኢና ክንኮኖም ባዕልና ኣሪግና ኣለና እንታይ ገድሽና ምስ ህዝብና ምስ መንግስትና ኢልና ከዓ ገዲፍናኩም ከይድና ስለዚ ኣነ ከዓ እዚኣ እየ ዝብል ግድን ተዛረብ ኣይኮነን ግን እቲ ትገብርዎ ሲ በቃ ብውሽጢ ጌርኩም ከማን ሲ ክትዕርዎ ትኽእሉ ኢኹም መንገድኹም እዕሪ እየ ክብል ደለ ኣነ ኢዚኣ እያ ናተይ እንተ ናይ ኮኮናት ግን ወላ ሓንቲ እንታይ እሞ ወላ ሓንቲ ኣብ ዝበጽሕ የብሉን ኤን ወይ ግን ሳምሰናይትካ ሒዝካ ኣለኻ ና- እም፣ ደሓን እ? ገለመለ ድኣ ምልእ ኣብላ ስኢልካ ከዓ ሶፍት ጥራሕ ኣይትምልኣያ ገለመለ ወረቃቅቲ ገለመለ ምልእልእ ኣብላ እ? ስለዚ እዚኣ እየ ክብል ዝደሊ ብዝኾነ የቐንየልና ተንኪዩ
ደጊመ ድሕረይ ተንኪዩ ሓደራ ሓደራ እታ ህዝበይ ሓደራ ሓደራ መንእሰይ ሓደራ ስለዛ ውልዶ ስለዛ ኤሬትራ ስለዛ ሃገር ስለዛ ባንዴራ

ክንደይ ኣለዉ ጉዶም ዘይተቐልዑ ከም ኣድጊ ጸጊቦም ዘንገራርዑ ካብቲ ናብቲ ወረ ዘባልዑ ክንደይ ኣለዉ ጉዶም ዘይተቐልዑ ደንበ ፍትሒ ከይዶም ዝስኩዑ ደንበ ተቃውሞ ዝስኩዑ ክንደይ ኣለዉ ጉዶም ዘይተቐልዑ

ሰባሕ እንታይ ክብሉ እዮም እንድዕሉ ለብ መንእሰይ ሓደራ ኣስተብህለሉ እንታይ እሞ ክብለካ ሕሰብ እምበር ኣንታ ብጥቕልሉ እንታይ ክብለካ ሕሰብ ብጥቕልሉ ሃገረይ በል ሃገር እዩ ዋንነት ጽድቂ ትድለ ዘይትሪኦ ገነት መግቢ ትድለ ዘይሓልፍ ጨጎራ ሃገረይ በል ሃገር ዛ ኤሬትራ መግቢ ትድለ ጥቕሚ ንጨጎራ መሬተይ በል መሬት ዛ ኤሬትራ ዛኤሬ ምስ ብዙሓት

ካብ ሃገር ኮብሊሎም ዝፈርጠጡ ካብ እንዳማቶም ገዛ ዝቕመጡ ዝንቃዓት ህቢ መዓኮሮም ዝሕበጡ ዝንቃዓት መዓኮሮም ዝሕበጡ ካብ ሃገር ኮብሊሎም ዝፈርጠጡ ኣብ ገዛ ክራይ ጓና ዝቕመጡ በዛ ከብዶም ሃገር ዝልውጡ በዛ ከብዶም ሃገር ዝልውጡ ብቂምን ቅርሕንትን ከንፈር ዝርምጥጡ ስኒ ኣልቦ የዒንቶም ዘፍጥጡ ሓይሊ ዘይብሎም ዓይኖም እንዳፍጠጡ ተካል ተምሳሎም ወጣጡ ተካል ጭሕሞም ተምሳሎም ወጣጡ ብምስ ወዳና ክብደም ዝሕበጡ ብቕምን ቅርሕንትን ከንፈር ዝርንጥጡ ብቕምን ቅርሕንትን ተላዕጠጡ ኣብ እንዳማቶም ገዛ ዝቕመጡ ዓደቦኦም ሸይጦም ዘዕለብጡ ዋየ ዋየ እንድዕላዲኦም ዋየ ዋየ ሓደራኻ መንእሰይ ኣይትዓሹ ክንደለው ነርሒቆም ዝገሹ ሓደራኻ መንእሰይ ኣይትዓሹ ክንደለው ነርሒቆም ዝገሹ ካብ ፍሰት እዮም ስኖም ዝመሽመሹ

ዕጠቕ ሸራራኻ ወስኽ ነድሪ ክንደይ ግዜ ፌርማታ ክትኩሪ ወኸፍካ ይርከብን ብዘይ ፃዕሪ እንዳማትካ ክትበልዕ ኣይትደሪ

ኢኻ ትብል ሽዑ ኣለኹም ዶ ወሊኩ ኩላ ስዒላ ኣለና ኣለና ኣለና ኣለና
ከይትጉሕፈና ኣለና ምሳኻ ቅድስተ ያላ ድሕሪ ኢሎም ዝመፁ ኣብ ታሕቲ ዘለውን ኣለዉ ዛርቦሞ ኣለና ኣለና መርሓባ መርሓባ መርሓባ
መርሓባ ሃገረይ ክብረተይ ዳብሊው ዳብሊው ዳብሊው መርሓባ ወዲ ግርማይ ስነ ጥበባዊ ወዲ ግርማይ በል ክድረር እንታይ ዳያ ትፅልሚ ሓቀይ ዶ
እ?
ወዲ ግርማይ በል ክድረር
እወ ደወዲ ኤረ ይበል ክድረር ወዲ ኤረ ሓማ በል ክድረር ኢሎም ኢሎም ምስ መራሲዋ ሓማ ይብል ሓማ ሓማ ይብል ኣነ ትግራይ ዝዓደ ኢሉ ዋይ ዋይ ሓማ ይብል ሓም ሓማ ይብል ትግራይ ዝዓደ ትግራይ ዝዓደይ ክድረር እዩ ዘሎ ሕጂ ከዓ ኤርትራ በል ክድረር እወ እ፣ ፅቡቕ እንዲኹም እ፣ ፅቡቕ እንዲና ክንሰምዕ ፀኒሕና ብፍላይ እ፣ ኣብዚኣ ሓዳስ ደርፊ ከዓ ማይ ዘይጠዓመት ደርፊ ከተስምዓና ፀኒሕካ እ፣ ናይ ብሓቂ ስነ ጥበባዊ ምዃን ስነ ጥበባዊ የስሕቐካ ስነ ጥበባዊ የዘናግዓካ ስነ ጥበባዊ መልእኽትኻ የመሓላልፈልካ ስነ ጥበባዊ ኩሉ ይኾነልካ እቲ ሓደ ካብቲ መሰረት ናይ ኤርትራ ስለዝኾነ መልእኽትና ብስነጥበባውያን ናይና ንወስዶ ንሕና ከኣ ንተግብሮ ማለት እዩ ስለዚ ሓደ ካብኡ ስለዝኾንካ ወዲ ግርማይ ብጣዕሚ we are proud of you ንኾርዓልካን ንሕበነልካን ኢና ዘይትፈልጦ ኮንካ ዘይኮንካ ኩሉ ግዜ ንብለካ ኢና ከምቲ ኩሉ ስነጥበባውያንና ናይ ብሓቂ ደስ ትብለና ምክንያቱ መልእክትና ብስነ ጥበባውያና ስለ ዝሓልፍ እሶም መልእክቲ ይሰዱ ንሕና ከኣ ነተግብር ከማያ ደላታ ክስታይ ማለት እዩ ብዙሕ ክትዛረቡ ኣብ ዝተፈላለየ ኣብዚ ማስ ሚድያታት

ኣይኮነን ኣፍልጦና ኩላህና ከኣ ሓደ ኣይኮነን ንቕሓትና ኩላህና ከኣኒ ብሓደ ድተፈላለየ ስነ ሓሳብ ስለ ዘለና ገለ ክሻቕል ትሪኦ ገለ ሓድሽ ነገር ክመጽእ እንከሎ ሓድሽ ኣጀንዳ ክመጽእ ከሎ ብንቕሓት ክንሪኦ ዝግባኣና ነገራት ኣሎ ማለት እዩ ሕጂ ወዲ ግርማይ ተኸሲሱ እንተኸደኸ ዓዱ ይኸይድ ዓዱ እንተኸደ እሞ እንታይ ጸገም ኣለዎ? ስለምንታይ ከ ንካሰስ? ስለምንታይ ከ ከምዚ ንገብር? እንታይ ገባራይ ኮይኑ እዩ? እንታይ ገይሩ? እንታይ ሕማቕ ዛረብ ኣብ ህዝቢ እንዳበለሲ ብዙሓት ኣሕዋትና ክሻቐላን ክሻቐሉን ንሪኦም እሞ ወዲ ግርማይ እቲ ቅኑዕን ጽጹይን መልእኽቲ ክንህቦ እንኮለና ወይ ከምቲ ዝርድኣና እቲ ሓቀኛ መልእኽቲ ክንህቦ እንኮለና ነቲ ኣጀንድኦም የብልዎ ማለት እዩ። ሕጂ እዛ ካርዲ ስሒቦማ ደለዉ ወዲ ግርማይ ንዓኻ ዝዓለመ ኣይኮነን ንወዲ ግርማይ እንድሕሪ ደኣ ከምዚ ኢልና ፈቲንና ምናልባት ሓደ ሓደ ሓሳብና ክሽየጠልና ይኽእል እዩ። ነቲ ዝከይድ ነቲ ሃገረይ ድብል ደሎ ወይ ዘሰስናይ ኣንተ ወይ ሰሓቅ እንደ ሞይተ ዶሞኒክ ምስ በለትካ ዲያሞንድሲ

ያር ካልሲ ኣለዋ እንተገይሸ እዋ ባናና ኣፕል ገለመለ ከዓ ኣብኣቱ ኢኻ ምናልባት ካይጠሚ ወዲ ክጠምየና ከዓ ኣይንደልን ኢና ምግቢ ገለ ሳንድዊች ገለ መለታት ሕጂ እንታይ ኣሎ መሲልካ ንኺድ እ፣ ወዲ ግርማይ እንታይ ኣለዎ ድዩ ተተመለሰ ድዩ ዓዲ እንድዩ ሃገረይ ድብል ትብል ንሰምዖ እሞ እቲ ሓቂ ግን እሱ ይኮነን እቲ መልእኽቲ ወዲ ግርማይ ከሲሶም ክመልስዎ ዘይኮኑ እቲ ምምላስ ኩላህና እንተንምለስ ትደሓሸ እዩ ንዓድና ከነማዕብል ዲና ንዓድና ክንደሓስና ሒዝና ክንሽቅጥ ዲና ንዓድና በብክእለትና ዋላ ገንዘብና ኣብ ባንክ እንድሕሪ ኣቐሚጥናዮ እውን ሓደ ኣብ ባንክ ኤርትራ እንድሕሪ ኣቐሚጥናዮ እውን ሓደ ካብቲ ወፍሪ እዩ ማለት እዩ እዚ ብደቂቕ እንድሕር ርኢናዮ ኣብ ደለናሊና ከኣ ዓድና ንከላኸለላ ስለምንታይ ኢና ንከላኸለላ ስለምንታይ ኢና ንፈትዋ ክንብል ድሕሪ ኮይንና ንሕና ከም ህዝቢ ዋላ ደኣ ንውጻእ እምበር ኣብታ ሃገር ደለናዮ ክንመጽእ ኮለና ኤርትራውያን ኢልና ኢና ሂብና ዝኾነ ይኹን ከኣ ኣንጻር ሃገርካ ጽላእ ምንነትካ ኣጥፍእ ድብል ስነ ሞጎት የለን ኣብ ሕጊ ድበሃል የለን ወዲ ግርማይ ሕጂ ክትከይድ እንድሕር ደሊካ ክከይድ እንድሕር ደልየ ዝክልክለኒ ሰብ የለን ምክንያቱ ኣነ ኣብቲ ዘለክዎ ታክሲ ፐያ እየ ዜግነት እየ እንድሕር ደኣ ጓል ዜጋ እየ ኮይነ ዘለኩ ኣብ ሃገረይ ከዓ ምንነት ኣለኒ ሃገር ኣላትኒ ኣነ ኣነ ሃገረይ ክኸይድ እየ ጡረታ ድየ ክወፅእ ኣብ ሃገረይ ክሰርሕ ድየ ሽዱሽተ ወርሒ ኣብ ሃገረይ ገይረ እ፣ ኣብ ሃገረይ ተቐሚጠ ሽዱሽተ ወርሒ ከዓ ኣብዚ ብሎንጎ ኣነ እፍልጦም ነዞም ዓዲ እምበር ዝኽልክለኒ ሰብ የለን ማለት እዩ ስለዚ ክትከይድ ኮለኻ ወዲ ግርማይ ብኤርፖርት ኢኻ ወፂኻ ሃገረይ ክኸይድ እየ ክትብል እንኮለኻ ፍቓድ ስለ ዘለካ ጥራሕ ኢኻ ወጺኻ ሓደ ኣብዚ መጺኡ ንዓኻ ከጠርዘካ ወይ ከኣ ንዓዱ ክሰደካ ኢሉ ፕሮፓጋንዳ ዝሰርሕ እንድሕር ኮይኑ ነዚ ክንነቕሓሉ ክንክእል ኣለና ወዲ ግርማይ እስኻ እውን በቲ ግቡእ እ፣ መልእኽቲ ሃቦም ማለት እዩ ብኤርፖርት ኣቲኻ ኣብ ሃገርካ ክትበጽሕ ኮለኻ እስኻ እቲ በቲ ፍቃድ ተዋሂብካ ዘሎ በቲ ሃገር ኢኻ ትኸይድ ዘለኻ ተሓቢእኻ ኣይኮንካን ትኸይድ ዘለኻ ስለዚ መን እዩ እዚ ፕሮፓጋንዳ ዝሰርሕ ዘሎ ክሰዶ እዩ ክጥረዙ እዮም ሞኒካ ክትጥረዝ እያ ገለ ክትጥረዝ እያ ወዲ ግርማይ ክጥረዝ እዩ ኖኖ መንእሰይ እዚ መፈራርሒ እዚ ሓድሽ ኣጀንዳ ወፂኡ ዘሎ ጓል ጩሩም ኣቲ ዓቅሚን ክእለትን የብላን ንሓደ ሰብ ኣብዚ ዓዲ ኣይቅመጥን እየ ክትብል እንድሕሪ ድኣ ጌጋ ኣለኒ ኣነ ወይ ጌጋ እንድሕሪ ኣለካ ስኻ ወዲ ግርማይ በቲ ጌጋታትና እንድሕሪ ድኣ ከሲስካኒ ወይ ከሲሰካ ኣብ ኮርት ከይድና ከምዚ ከምዚ ከምዚ ወይ ክትረትዓኒ ወይ ክረትዓካ ማለት እዩ ካብዚ ወፃኢ ግን ኣነ ፍቃድ ንዓድኻ ከጠርዘካ ብናተይ ፍቃድ ኣይኮንካን ትቕመጥ ዘለኻ ኣብዚ ዓዲ ኣነ እውን ብናትካ ፍቃድ ኣይኮንኩን ትቕመጥ ዘለኹ ሕጂ እዚ ኮኳናት ከምኡ ገይሩ ዝህድዶም ዘሎ እዚ ሓድሽ ኣጀንዳ ነቲ መንእሰይ መጃጀዊ ስለ ዝኾነ ወዲ ግርማይ ክኸይድ እንድሕር ደልዩ ንዓዲ ጠቕሊሉ መንግስቲ ኤርትራ ይክልክሎ መንግስቲ ደለዎ ዓዲ ይክልክሎ ኣፍቂዱ ይከይድ ቢዝኡ ሒዙ ይከይድ ማለት እዩ ስለዚ ነዚ ኢታት ብግቡእ ክርድኦ ኣለዎ እቲ መንእሰይ ሸቁሎ ክሕድር ብዘይኮነ ሸቁሎ ክሕድር የብሉን ምክንያቱ